ሰላም ክቡራት ተኻታተልቲ ንሎሚ ሰላሳ ጥቅምቲ ኣብ ዝተዳለወ ዜናታት ኤርትራ ንፍሉይ ልኡኽ ባይቶ ሰብኣዊ መሰላት ውድብ ሕቡራት ሃገራት ዘውጽኦ ጸብጻብ ኣመልኪታ መልሲ ምሃባ ኣብ ሱዳን ጆሆ ተታሒዞም ዝጸንሑ ኤርትራውያን ምልቃቖም ኣብ ደቡብ ኮርያ ዘጋጠመ ሓደጋ ጽቕጥቅጥ ዩክሬን ዝፈጸመቶ መጥቃዕቲ ዝምልከት ዝወጸ ዜናን ዘጠቓለለ ክኸውን እዩ ኣብዛ ቻነል ድማ ናይ ወትሪ ተኻታተልቲ ንምዃን ሳብስክራይብ ክትገብሩን ነታ ናይ ደወል ምልክት ክትጥውቑን ብክብሪ ይዕድመኩም ኣብ ሃገረ ሱዳን ዞባ ተኮር ግዝኣት ቀይሕ ባሕሪ ዝርከብ ሓይሊ ብርጌድ ኣርብዓን ሽዱሽተን ኣብ ዶላባይ ዝበሃል ከባቢ ብጉጅለ ኣሰጋገርቲ ደቂ ሰባት ተታሒዞም ዝጸንሑ ዓሰርተ ሸሞንተ ኤርትራውያን ጅሆ ናጻ ከም ዘውጽኣ ተገሊጹ። ሓደ ወተሃደራዊ ምንጪ ንኣልሱዳኒ እትበሃል ማዕከን ኣብ ዝሃቦ ሓበሬታ ብመሰረት ካብ ወተሃደራውያን ስለያ ዝተረኽበ ሓበሬታ ኣብ ከባቢ ደላባይ ኣብ ዝርከብ ከባቢ ኤርትራውያን ጅሆ ዝሓዘ ጉጅለ ከም ዘሎ ከም ዝተፈልጠ ብድሕሪ'ዚ ኣብኡ ዝነበረት ኣሃዱ ነቶም ጀሆ ንምድሓን ምንቅስቓስ ከም ዝገበረትን ምስቶም ነቶም ኤርትራውያን ሒዞም ዝነበሩ ጉጅለ ገበን ከኣ ናይ ተኹሲ ምልውዋጥ ከም ዝተኻየደ እቶም ናይ ጉጅለ ገበን ምስ ሃደሙ ከኣ እቶም ኤርትራውያን በቶም ናይ ሱዳን ሓይልታት ናጻ ክልቀቑ ከም ዝኸኣሉ ተገሊጹ። እቶም ጀሆ ዝተታሕዙ ኤርትራውያን ከኣ ብሰንሰለት ተኣሲሮም ኣብ ዘሕዝን ሰብኣዊ ኩነታት ከም ዝነበሩ ዝተገልጸ ኮይኑ ብድሕሪ'ዚ ነቶም ኤርትራውያን ናብ ቶከር ብምምጻእ

ይሓቱ ከም ዝነበሩ፣ ካብቶም ጅሆ ተታሒዞም ዝነበሩ ኤርትራውያን ከኣ ክልተ ካብ ሱዳን ወጻኢ ብዝርከቡ መርበብ ናይ ጉጅለ ገበን እቲ ዝተሓተትዎ ገንዘብ ከፊሎም ከም ዝነበሩ ከም ዝተረጋገጸ ሓቢራ'ላ። እቲ መስርሕ ናጻ ምውጻእ ናይዞም ኤርትራውያን ኣብ ትሕቲ ቐጥታዊ ክትትል ኣዛዚ ብርጌድ ኣርብዓን ሰለስተን ቶኮር ብርጌደር ጀነራል ሓፊዝ ኣልኣሚን ኤልያስን ኣብ ዞባ ቀይሕ ባሕሪ ኣዛዚ ክፍለ ሰራዊት ዓሰርተ ክልተ ስንካት ከም ዝተኻየደ ተገሊጹ። ትማሊ ኣብ ዝነበረ ዜናታት ፍሉይ ልኡኽ ውድብ ሕቡራት ሃገራት ኣብ ጉዳያት ሰብኣዊ መሰላት ኤርትራ ሱዳናዊ ዶክተር ሞሓመድ ዓብዱልሰላም ባብከር ኩነታት ምግሃስ ሰብኣዊ መሰላት ኤርትራ እናገደደ ይኸይድ ኣሎ ክብል ገሊጹ ዝነበረ ኮይኑ ኤርትራ ከኣ ነዚ ፍሉይ ልኡኽ ካብቲ ስልጣኑ ወጻኢ ይኸይድ ኣሎ ብምባል ተቓዊማቶ'ላ። እቲ ፍሉይ ልኡኽ ውድብ ሕቡራት ሃገራት ኣብ ጉዳያት ሰብኣዊ መሰላት ኤርትራ ዝኾነ ዶክተር ሞሓመድ ዓብዱልሰላም ባብከር ኣብ ኤርትራ እቲ ኩነታት ኣዝዩ እናኸፍኣ ይኸይድ ኣሎ፣ ቪላታት ተባሂሎም ዝጽውዑ ምስጢራውያን ናይ ስቅያት ቦታታትን ግዱድ ገደብ ኣልቦ ውትህድርናን ኣካል ናይቲ ዝፍጸም ዘሎ ምግሃስ ሰብኣዊ መሰላት እዩ፣ መንግስቲ ኤርትራ ከኣ ንዝተዋህቦ መዝነትን ለበዋታትን ኣካላት ሰብኣዊ መሰላትን ምሉእ ምትሕብባር ዘይምሃብ ይቕጽሎ ብምህላዉ ንተኣማንነትን ክብርን ስርዓት ሰብኣዊ መሰላት ውድብ ሕቡራት ሃገራት ኣብ ምልክት ሕቶ ዘእቱ'ዩ ኢሉ ዝነበረ ኮይኑ ኤርትራ ከኣ ብመንገዲ ሚኒስትር ዜናኣ የማነ ገብረመስቀል ጌራ እቲ ፍሉይ ልኡኽ፣ ኤርትራ ኣብ ኣኼባታት ባይቶ ሰብኣዊ መሰላት ውድብ ሕቡራት ሃገራት ንመርገጺታት ኣሜሪካን ሕብረት ኢሮጳን ስለ ዘይደገፈት ዘለዋ ናይ ድምጺ መሰል ክኹንን ካብ ዘለዎ ስልጣን ንላዕሊ እዩ። እዚ ዘሕፍር እዩ። ከምኡ'ውን ንጉድለታት እቲ ምሉእ ስርዓት ጥራይ እዩ ዘንጸባርቕ። ኣብ ባይቶ ሰብኣዊ መሰላት ውድብ ሕቡራት ሃገራት ከኣ ፍሉያት ልኡኻት ከም መሳርሒ ሃደን ገለ ኣባላት ሃገራት እዮም ዝምዘዙ ዘለዉ ብምባል እቲ ፍሉይ ልኡኽ ዘቕረቦ ጸብጻብ ሰብኣዊ መሰላት ኤርትራ ኮኒኑ እዩ ዝርከብ። እቲ ሱዳናዊ ፍሉይ ተኸታታሊ ኩነታት ሰብኣዊ መሰላት ኤርትራ ኣብ ዩኒቨርሲቲ ካርቱም ፕሮፌሰር ዓለምለኻዊ ሕጊ ኮይኑ መስራቲ ዳይሬክተር ማእከል ሰብኣዊ መሰላት ዝነበረ'ዩ። መዝነቱ ከይናዋሕ ክጽዕሩ ዝጸንሑ ሰብ መዚ ኤርትራ ነቲ ዝቐርበሎም ክስታት ምግሃስ ሰብኣዊ መሰላት ፖለቲካዊ ዕላማ ዘለዎ ጸለመ'ዩ ብምባል ክነቕፍዎ ምጽንሖም ይፍለጥ። ኣብ ርእሰ ከተማ ደቡብ ኮርያ በዓል ሃሎዊን ንምጽንባል ኣብ ዝተኣከበ ህዝቢ ብዝተፈጥረ ምጽቕቓጥ ሚእትን ሓምሳን ሓደን ሰባት ከም ዝሞቱ ሰብ መዚ እታ ሃገር ገሊጾም። ኣብቲ ኣብ ከተማ ሰወል፣ ዞባ ኢታኢዎን፣ ዘጋጠመ ሓደጋ ካልኦት ሰማንያን ክልተን ሰባት ቆሲሎም ከም ዘለዉን ካብቶም ምዉታት ከኣ እቶም ዓሰርተ ትሽዓተ ወጻእተኛታት ምዃኖም ተሓቢሩ። እቲ ምጽቕቓጥ ናይቲ ሰባት ዘጋጠመ ኣዝዩ ብዙሕ ህዝቢ በዓል ሃሎዊን ንምጽንባል ናብቲ ፍሉጥ ለይታዊ ንጥፈታት ዝካየደሉ ከባቢ ኢተወን ድሕሪ ምትእኽኻብ እዩ። መብዛሕትኦም እቶም ግዳያት መንእሰያት ዕድሚኦም ኣብ ዕስራታት ዝርከብ በጽሕታት ምዃኖም እቲ ካብ ኣገልግሎት ህጹጽ ረድኤት እታ ሃገር ዝተኣከበ ሓበሬታ የረድእ። ካብቲ ከባቢ ዝተዘርግሐ ቪድዮታት ከም ዘርእዮ፣ ኣስከሬናት ዝሓዛ ሳንጣታት ኣብ ጎደናታት፣ ሰራሕተኛታት ህይወት ኣድሕን ሰባት ንምድሓን እናተቓለሱን ዝተጸቓቐጡ ሰባት ጎቲቶም እናውጽኡን ይረኣዩ። ምስቲ ሓደጋ ብዝተሓሓዝ ከባቢ ክልተ ሽሕን ትሽዓተ ሚእትን ሰባት ሃለዋቶም ተሳኢኑ ምህላዉ ማእከል ሕብረተሰብ ከተማ ስዮል ሓቢሩ። ፕሬዚደንት ደቡብ ኮርያ ዩን ስዮክ ዮል ህፁፅ ኣኼባ ድሕሪ ምፅዋዕ ንመዓልትታት ዝፀንሐ ሃገራዊ ሓዘን ኣዊጁ ኣሎ። ንሱ ኣብ መግለፂኡ ኣዝየ ጉህየን ከቢድንን ኣሎ ድሕሪ ምባል ንህይወትን ድሕነትን ሰባት ሓላፍነት ከም ዝስምዖ ተዛሪቡ። ናብቲ ሓደጋ ዘጋጠመሉ ቦታ እውን ከም ዝበፅሐ ተገሊፁ ኣሎ። ከባቢ ሓምሳ ዝኾኑ ሰባት ወቕዒ ልቢ ኣጋጢሞም ምንባሩ ማዕከን ዜና ዮንሃፕ ንሰብ መዚ ብምጥቃስ ፀብፂቡ። ኣብቲ ኣጋጣሚ ኣስታት ሚእቲ ሽሕ ሰባት ነቲ ድሕሪ ለበዳ ኮሮና ንመጀመርታ እዋን ኣብ ቃልዕ ብዘይ ማስክ ዝግበር ዝነበረ በዓል ሃሎዊን ንምስታፍ ተኣኪቦም ምንባሮም ይግለጽ። ኣቐዲሙ ኣብ ማሕበራዊ ሚድያ እቲ ከባቢ ኣዝዩ ተጨናኒቑ ከምዘሎን ውሑስ ዘይምዃኑን ዝገልጽ መልእኽትታት ተዘርጊሑ ነይሩ'ዩ። ብዙሓት ሰራሕተኛታት ህይወት ኣድሕን ሲቪላውያንን ኣብ ጎደናታት ወኖም ንዘጥፍኡ ሰባት ሓገዛት እናገበሩ ዘርኢ ስእልታትን ቪድዮታትን እውን ይዝርጋሕ ኣሎ። ኣብ ሓደ ስእሊ ከኣ ሰራሕተኛታት ህጹጽ ረድኤት ሰባት ካብ ዝተጸፍጸፈ ሬሳታት ስሒቦም ከውጽኡ ይርኣ። ሓደ ጋዜጠኛ እቲ ከባቢ ኣብ ዝሃቦ ሓበሬታ፣ ብሰንኪ እቲ ኣብ ጥቓ ሃሚልቶን ሆቴል ዘጋጠመ ሓደጋ፣ ሰባት ብቕልጡፍ ናብ ቤቶም ክምለሱ ዝምሕጸን ናይ ጽሑፍ መልእኽቲ ናብ ነፍሲ ወከፍ ኣብቲ ዞባ እትርከብ ሞባይል ቴሌፎን ተላኢኹ ነይሩ። ሃሎዊን ኣብ ደቡብ ኮርያ ባህላዊ በዓል እኳ እንተዘይኰነ፣ ኣብ ዝሓለፉ ዓመታት ብዙሕ ተቐባልነት እናረኸበ ክመጽእ እዩ ጸኒሑ። ዩክሬን ኣብ ወደባዊት ከተማ ክሬምያ ሲቫስታፖል ኣብ ልዕሊ ጭፍራ መራኽብ ጸሊም ባሕሪ ብዝፈጠመቶ ሰፊሕ መጥቃዕቲ ሰብ ኣልቦ ነፈርቲ ሓንቲ መርከብ ኲናት ከም ዝተጎድኣት ሩስያ ገሊጻ። ኣብቲ መጥቃዕቲ ትሽዓተ ሰብ ኣልቦ ነፈርቲ ከም ዝተዋፈራ ሓደ ላዕለዋይ በዓል ስልጣን ሓቢሩ'ሎ። ዩክሬን ግን ርእይቶ ካብ ምሃብ ተቖጢባ ኣላ። ሩስያ ዝኾነ መርትዖ ከየቕረበት፣ ወተሃደራት ብሪጣንያ ኣብቲ ብቀዳም ዝተፈጸመ መጥቃዕትን ኣብ ዝሓለፈ ወርሒ ኣብ መስመራት ጋዝ ዘጋጠመ ፍንጃርን ኢድ ከም ዘለዎም እያ ከሲሳ። ሚኒስትሪ ምክልኻል ብሪጣንያ ኣብ ዝሃቦ መልሲ ግን ሩስያ ናይ ሓሶት መግለጺታት ትዝርግሕ ኣላ እዩ ኢሉ። እዚ ናይ ቀዳም መጥቃዕቲ፣ ወተሃደራት ሩስያ ኣብ ልዕሊ ዩክሬን ብ ዕስራን ኣርባዕተን ለካቲት ወራር ካብ ዝጅምሩ ኣትሒዙ፣ ዩክሬን ብሩስያ ዝተጎብጠ መሬታ ዳግማይ ብዓወት ኣብ ትሕዘሉ ዘላ እዋን እዩ ተፈጺሙ ዘሎ። ሩስያ ኣብ ልዕሊ ትሕተ ቅርጺ ዩክሬን ብፍላይ ድማ ኣብ መስመር ጸዓት እታ ሃገር ሰፊሕ መጥቃዕቲ ብምፍጻም መልሲ ሂባ እያ። ንፕሬዚደንት ሩስያ ቭላድሚር ፑቲን ኣዝያ ምልክታዊት ዝኾነት ክሬሚያ ኣብ ክልተ ሽሕን ዓሰርተ ኣርባዕተን ብሩስያ ተጎቢጣ እያ። ኣብ ዝሓለፈ ሰሙናት ኣብታ ሰራዊት ሩስያ ሰፊሕ ህላወ ዝሃነጸላ ሓውሲ ደሴት ሓያሎ መጥቃዕትታት ተፈጺሙ እዩ። ሲቫስታፖል ኣብቲ ዞባ ዝዓበየት ከተማ ኮይና፣ መዕረፊ ጭፍራ መራኽብ ጸሊም ባሕሪ ሩስያ እያ። ብሩስያ ዝተመዘዘ ኣመሓዳሪ እታ ከተማ ሚካኤል ራስቮዘየቭ፣ ሓይሊ ባሕሪ ሩስያ ካብ ወርሒ ለካቲት ኣትሒዙ ኣብ ልዕሊ እታ ከተማ ካብ ዝተፈጸሙ መጥቃዕትታት እቲ ሰፍሕ ዝበሎ መጥቃዕቲ ንድሕሪት ከም ዝመለሱ ገሊጹ። ኩለን ሰብ ኣልቦ ነፈርቲ ተሃሪመን ከም ዝወደቓ፣ ዝኾነ ሲቪላዊ ትሕተ ቅርጺ ከም ዘይተጎድኦም እውን ሓቢሩ። ብውሕዱ ሓንቲ መርከብ ንእሽቶ ጉድኣት ከም ዘጋጠማ ሚኒስትሪ ምክልኻል ሩስያ ይገልጽ። መንግስቲ ዩክሬን ግና ኣብ ክሬምያ ብዘለዉ ሰበስልጣን ሩስያ ኣብ ዝቐርብ ዘሎ ክስታት ሳሕቲ እዩ ርእይቶ ዝህብ። ላዕለዎት ሰበስልጣን ግን መብዛሕትኡ ግዜ ኣብታ ሓውሲ ደሴት ዘጋጥም ፍጻመታት ሓጎሶም ክገልጹሉ እዮም ዝረኣዩ። ዩክሬን ንክሬምያ ሓዊሱ ኣብ ትሕቲ ጎበጣ ሩስያ ዝርከብ ኩሉ መሬት ከም እተምልስ እያ ቃል እተእቱ። ሚኒስትሪ ምክልኻል ሩስያ ብዘይ ዝኾነ መርትዖ ክኢላታት ሓይሊ ባሕሪ ብሪጣንያ ነቲ ቀዳም ዝተፈጸመ መጥቃዕቲ ንምድላው ንሓይልታት ዩክሬን ምሕጋዞም እዩ ዝኸስስ። ብተወሳኺ እቲ ኣሃዱ ብሪጣንያ ንሻምብቆታት ጋዝ ኖርድ ስትሪም ሓደን ኖርድ ስትሪም ክልተን ንምፍንጃር ብ ዕስራን ሽዱሽተን መስከረም ኣብ ባሕሪ ባልቲክ ንዝተፈጸመ ግብረሽበራዊ መጥቃዕቲ ኣብ ውዲት፣ ምውዳብን ምትግባርን ተሳቲፉ እዩ ክትብል እውን ሩስያ ከሲሳ ኣላ። ሚኒስትሪ ምክልኻል ብሪጣንያ ኣብ ዝሃቦ መልሲ፣ ሚኒስትሪ ምክልኻል ሩስያ ነቲ ኣዕናዊ ኣተሓሕዛ እቲ ዘይሕጋዊ ወራር ዩክሬን ንምንካይ ካብ ሓቂ ዝረሓቐ ክስታት ይዝርግሕ ኣሎ ክብል እዩ ነቲ ብሩስያ ዝቐረበ ክስታት ነጺግዎ ዝርከብ።